ራብዓይ፣ ብብዝሒ ከይትሓስብ፣ ከይትጭነቕ ተደሊኻ ንምሕሳብ ዝኸውን ግዜ መድብ። ኣብ ከምዚ ግዜ ንዒስራ ደቒቕ፣ ንሳላሳ ደቒቕ ክሓስብ'የ በል እሞ ፕሮግራም ኣውጽእ። ልክዕ እታ ሰዓት ምስ ትበጽሕ ኣላርም ምላእ። ሽዑ ምሕሳብ ጀምር። ዘሎን ዘየለን ዝደለኻዮ ሕሰብ። ሳላሳ ደቒቕ መሊኡ ኣላርም ምድማጽ ምስ ዝጅምር፣ ናብ ስራሕካ ተመለስ ሕጂ ንሓሳባትካ ቦታ ሂብካዮ ኣለኻ ስለዚ ኣገዳሲ ስራሕ እንዳሰራሕካ ሓሳባት ኣይመጸካን እዩ ሪኢኻ ሓደ ሓደ ግዜ ንምሕሳብ ዝኸውን ግዜ ስለዘይመደብካ ኣብ ወሳኒ ስራሕ ጭንቀት መጽእ ሓሳብ መጽእ ክድቅስ ክትብል ሓሳባት መጹ ድቃስ ዝኸልኡ ብጣዕሚ ወሳኒ ስራሕ ክትሰርሕ ክትብል ሓሳባት መጹኻ ሕጂ ግን ግዜ መዲብካሉ ኣለኻ። ከማን ሜንታል ቴራፒስት እንታይ ይብሉና ወዲ ሰብ ሓሳቡ ክቆጻጸር ይኽእል እዩ ንኣብነት ቴሌፎንካ ምስ ትድወል ክተልዕሎ ዘይትደሊ እንዳ ረኣኻዮ እኮ ስቕ ትብል ኢኻ ብድሕሪኡ ጸዊዑ ጸዊዑ ይውድእ ገዲፍካዮ ኣለኻ ማለት እዩ ኣብ ኣእምሮኻ እውን ከምኡ እዩ ሓሳብ ይመጽእ ይኩሕኩሓካ ንስኻ ብብዝሒ ምሕሳብ ተደሊኻ ትኸፍቶ ልክዕ ከም ምልዓልቲ ስልኪ ተዘይ ደሊኻ ተሕልፎ ስቕ ትብል ወይ ቆጸራ ትሕዘሉ ዳሕራይ ክሓስበካ እየ ትብሎ ሓሳብካ ምቁጽጻር ማለት እዚ እዩ ይብሉና ቴራፒስት። እንታይ ማለት እዩ ክትብሉ ትኽእሉ ኢኹም ካብቲ ዝገርም ቅድሚ ሕጂ ጌርኩሞ ትፈልጡ ኢኹም ንኣብነት ብጣዕሚ ምስ ተኽብርዎ ወይ ምስ ትፈትውዎ ወይ ከኣ ምስ ተፍቅርዎ ሰብ ኮይንኩም ዝኾነ ሓሳብ ምስ ዝመጸኩም ኣይ ዳሕረር ምሕሳብ ይሕሸኒ ሕጂ ኣብዚ ክጸቅጥ ኢልኩም ናብ ዕላልኩም ወይ ስራሕኩም ትምለሱ። ብጣዕሚ ኣብ ኣገዳሲ ወይ ከኣ ኣብ ህጹጽ ጉዳይ ምስ ትህልዉ፣ ኣብ ንፈተና እትዳለዉሉ ግዜ ወይ ድማ ኣብ ወሳኒ ዝኾነ ስራሕ እናሰራሕኩም ዝኾነ ጭንቀት ወይ ከኣ ሓሳብ ምስ ዝመጸኩም ኖኖኖኖ ንስኻ ሓንሳብ ጽናሕ ንዓኻ ዳሕራይ ክሓስበካ ኢልኩም ናብቲ ቀንዲ ጉዳይኩም ተመለሱ። ኣእምሮ ምቁጽጻር ማለት እኮ እዚ እዩ። ድሕሪኡ ኩሉ ግዜ ንትሓስቡሉ ሰዓት ትምድቡሉ። ካብቲ ዝመደብካሉ ግዜ ወጻኢ ሓሳብ ምስ ዝመጸካ ኖኖ ኣብታ ዝመደብኩልካ ሰዓት ንራኸብ ትብሎ። ንሓሳብካ ኣሕሊፍካዮ ኣለኻ ማለት እዩ። ንዘይትደልዮ ስልኪ ከም ዘይተልዕሎ፣ ንዘይትደልዮ ሓሳብ ሕጂ ኣይሓስበካን እየ ዳሕራይ ንራኸብ ትብሎ። ንሓሳብ። ቆጸራ ምትሓዝ ብጣዕሚ ዝገርም መፍትሒ እዩ ጭንቀትካን ብብዝሒ ምሕሳብካን ተቋርጽ። ሓምሻይ ንኣሽቱ ሓሳባትካ ምውዳእ ኣዘር ዝተባህለ ደራሲ ንኣሽቱ ሓሳባት ኩሉ ግዜ ንኣሽቱ እዮም ግን ናይ ዓበይቲ ሓሳባት ቦታ ይሕዙ ይብለና። ሓደ ሓደ ግዜ ብጣዕሚ ንኣሽቱ ዝኾኑ ሓሳባት ንኣእምሮኻ ይቆጻጸርዎ። ብዛዕባ ሰባት ኣብዚሕካ ትጭነቕ። ምንም ንዘይጠቕሙኻ ሰባት ወይ ድማ ምስ ሰባት ነብስኻ እናዋዳደርካ ነዊሕ ሰዓት ትህልኽ። ከምዚ ተዝኸውን ከምዚ'ዩ ትብል። ከምዚኦም ዝኣመሰሉ ሓሳባት ንኣሽቱ'ዮም ግን ኣብ ኣእምሮኻ ዓቢ ቦታ ይሕዙ። ግዜኻ በልዑልካ። ጉልበትካ ምጽው የብልዎ ከምዚኦም ዝበሉ ሓሳባት ምውዳን ምርሓቅ እዩ ዘለካ እንታይ ማለት መስለካ ብተግባር ብግብራዊ ነገር ምርሓቅ እዩ ንኣብነት ከምዚኦም ዝበሉ ንኣሽቱ ሓሳባት ምስ ዝመጹኻ ተስ እሞ ገዛኻ ኣመዓራሪ ኣነጻጽፍ ኣጸራሪ ብሓንሳብ ነቲ ሓሳብ ክትርስዖ ኢኻ ወይ ስፖርት ስራሕ ወክ ግበር ተደሊኻ ናይ ነጻ ኣገልግሎት ሃብ ወይ ከኣ ኣብ ጥቓኻ ንዘሎ ቆልዓ ኣልዒልካ ኣጻውቶ። ከምዚኦም ዝበሉ ነገራት ምስ ትገብር፣ ንኣሽቱ ሓሳባት ካባኻ ክርሕቁ ይጅምሩ። ዓበይቲ ሓሳባት ብፍጹም ክትሃድሞም የብልካን። ዓበይቲ ሓሳባት ኮፍ ኢልካ ኢኻ ክትፈትሖም ዘለካ። ከምቲ ኣቐዲምና ዝረኣናዮ፣ ካብ ንኣሽቱ ሓሳባት ግን ምህዳም እዩ ዘለካ። መፍትሕ የብሎምን። ምስ ሰብ ምውድዳር፣ ብዛዕባ ሰብ ምጭናቕ እንታይ መፍትሒ ኣለዎ? መፍትሒ የብሉን። ስለዚ ንኣሽቱ ሓሳባት ምስ ዝመጹኻ፣ ኣይ ኣነ ነዚ ክሓስብ ንዓይ ኣይበቅዕን እዩ፣ ብጣዕሚ ትሑት ሓሳብ እዩ ምባል ኣለካ። ሓደ ሓደ ግዜ ስራሕ ስለ ዘይብልካ እዩ ዝኸውን ከምዚኦም ዝበሉ ሓሳባት ኣብ ኣእምሮኻ ዝመጹ። ከም ዝበሃል ስራሕ ዘይብሉ ሰብ መጻወቲ ሰይጣን ይኸውን ይበሃል። ርኢኻ ስራሕ ስለ ዘይብልካ ዘይረብሑ ሓሳባት ንኣእምሮኻ ይመልእዎ። ስለዚ ስራሕ ምስራሕ፣ ዝኾነ ምንቅስቓስ ጀምር። ሽዑ ንኣሽቱ ሓሳባት ክውደን እዮም። ሻድሻይን ናይ መወዳእታን ከኣ ብጣዕሚ ወሳኒ እዩ። ብብዝሒ ምሕሳብ፣ ብብዝሒ ምጭናቕ ክትኣሊ ተደሊኻ ብእምነትካ ጽናዕ። ሰብሲ ጾርካ ኣረክቦ እንዳተባህለ ንምንታዩ ባዕሉ ክስከም ዝደሊ? ንምንታዩ ጾሩ ባዕሉ ክስከም ዝደሊ? ንስኻ ጾርካ፣ ጸገምካ፣ ሽግርካ፣ ጭንቀትካ ንፈጣሪ ክትቦ እንዳከኣልካ ንምንታይ ንስኻ ትስከም ንስኻ ኣብ ትቆጻጸሮ ጥራሕ ኣተኩር ዘይትቆጻጸሮም ዘይትጭብጦም ነገራት ዘይትቕንሶም ነገራት ንፈጣሪ ሃቦ። ሓደ ሓደ ግዜ እኮ ዓቕምኻ ምፍላጥ ጽቡቕ እዩ ፍኹስ ዝብለካ ኣነ ነዚ ክቆጻጸሮ እየ ነዚ ግን ኣይቆጻጸሮን እየ ንፈጣሪ ክህቦ እየ በል ኩነታት ንስኻ ኣይትቆጻጸሮን ኢኻ ኩነታት እታ ሃገር ኢኮኖሚ ንስኻ ኣይትቕይሮን ኢኻ ናይ ደቂ ሰባት ጠባይ ንስኻ ክትቅይሮ ኣይትኽእልን ኢኻ ንስኻ ኣብ ክትቅይሮ እትኽእል ኣተኩር ዘይትኽእሎ ንፈጣሪ ሃቦ ንዋንኡ ሃቦ እሞ ብጣዕሚ ከበድቲ ጸገማት ዘሸግሩኒ ንፈጣሪየይ ከመይ ገይረ እየ ክህቦ ክትብል ትኽእል ኢኻ ወረቐት ኣውጽእ ዘጨንቑኻ ልዕሊ ዓቕምኻ ዝኾኑ ጸገማት ዘርዝሮም ፈጣሪየይ እዚኦም ጸገማት ንዓኻ ኣሕሊፈ እህበካ ኣለኹ በል ከምኡ ኢልካ ጽሓፍ። ሓደ ሓደ ግዜ ናይ ስራሕ ውዕል ምሽ ትፍጽሚኻ ምስ ፈጣሪ ውን ናይ ስራሕ ውዕል እቶ ሳብ ኮንትራክት ግበሮ እቲ ዓቢ ጸገምካ ሽዑ ፍኹስ ክብለካ ዩ ዝኾነ ስሚዒት ክስማዓካ ዩ ደጋጊምካ ኣንብቦ ብድሕሪኡ ካብ ኣእምሮኻ ናብቲ ወረቀት ካብቲ ወረቀት ናብ ፈጣሪ ከምዝኸደ ክስማዓካ ዩ ሕጂ ንስኻ ዘይትቆጻጸሮ ንፈጣሪ ሂብካዮ ኣለኻ ሕጂ ሂወት ናጻ ትገብረካ ምጭናቅ ብብዝሒ ምሕሳብ ከተቋርጽ ኢኻ ሓደ ሓደ ግዜ ደኺምካ ለፊዕካ ሰሪሕካ ነቲ ውጽኢቱ ክትቆጻጸሮ ኣይትኽእልን ኢኻ ውጽኢቱ ንፈጣሪ ኣረክቦ ንስኻ ምዝራእ'ዩ ስራሕካ ዘብቁሎ ፈጣሪ'ዩ ንዋንኡ ሃቦ ጽባሕ ኣይትቆጻጸሮን ኢኻ ንሰባት ኣይትቆጻጸሮምን ኢኻ ንኩነታትካ ኣይትቋጻጸሮምን ኢኻ ኣረክቦ ኣብ ዘረባና ይመስለና ኢምበር ፈጣሪ እኮ ከም ሰብ ብግልጺ ስለ ዘይሰርሕ ኢምበር ጸገምካ ብሕቡእ ብስዉር ነቲ ጸገምካ እናፈተሖ ክኸውን ይኽእል እዩ ንስኻ ስለ ዘይትርእዮ እዩ ሓደ ሰብ ኣብ ጽምው ዝበለ ጸልማት ቦታ እናኸደ ይፈርሕ እሞ ፈጣሪየይ ብጣዕሚ ተድልየኒ ኢኻ ኢሉ ለመነ ቁሊሕ እንተበለ ክልተ ጽላሎት ረኣየ፣ ተረጋግኤ፣ ብድሕሪኡ ኣብ እሾኽ ዝበጽሖ ዓቐበት በጽሐ። ፈጣሪኡ ከም ዘሎ ንምርግጋጽ ቁሊሕ እንተ በለ፣ ዝረኣዮ ንምእማን ተጸገመ። ሓንቲ ጽላሎት ጠራሕ'ያ ዘላ። ሰንበደ ራዕራዕ በሎ፣ ኣምላኸይ እንታይ ገይረ እንታይ በዲለካ? ዓንተወይ ኣብ ጻሕ ዝበለ ጎልጎል ምሳይ ኔርካ፣ ሕጂ ብጣዕሚ ኣብ ዘፍርሕ ግዜ፣ ኣብ ወሳኒ ሰዓት ግን ምሳይ የለኻን፣ እንታይ'የ በዲለ ኢሉ ኣማረረ። ሓደ ድምጺ ግን ሰምዐ፣ ኣጆኻ፣ ዓንተወይ ቀሊል እዩ ነይሩ እቲ መንገዲ፣ ኣብ ጎንኻ ነይረ፣ ሕጂ ግን ብጣዕሚ ዘፍርሕን ሓያል መንገዲ ስለ ዝኾነ ሓዚለካ ኣለኹ፣ እቲ ትርእዮ ዘለኻ ጽላሎት ናተይ እዩ በሎ። ርኢኹም ፈጣሪ ብሑብ እዩ ዝሰርሕ፣ ብግልጺ ኣይኮነን፣ ጸገምካ እናፈትሖ እዩ ዝኸውን፣ ኣሕሊፍካ ሃቦ፣ ሱቕ ኢልካ ኢኻ ትጭነቕ ዘለኻ። ብኾንቱ ኢኻ ትሓስብ ዘለኻ ሂወትካ ትቕይሮ ንስኻ ኣብ ትቋጻጸሮ ጸገማት ምስ ተተኩር እዩ ንስኻ ዘይትቋጻጸሮ ንፈጣሪ ምስ ትህቦ እዩ። ዝፈትወኩም ክቡራት ተኻታተልተይ ክሳብ መወዳእታ ጽን ኢልኩም ስለ ዝሰማዕኩምኒ ብጣዕሚ እየ ዘመስግነኩም ኣብታ ትመጽእ ብኻልእ ቪድዮ ክሳብ ንራኸብ ኣኣብ ዘለኹሞ ኩሉ ሰሰናዩ ንዓኹም ሰላም ቅነ ሂወትኩም ብንቕሓት ምርሕዋ።